ቢንያም ታይ ገባራይ ዋላ ረጊጻቶ መኪና ዋላ ዘይመውት ዋላ ጋሕ ዘይብል ኣብ ፍራንሳ ኣሎ ቆሪፅኩም ኣብፅሕሉ እዚ ዘረባይ ክሱም መኪሉካ በልዎ ወዲ ርግምቲ ኣነ ብዛዕባ ህዝበይን ብዛዕባ ሃገረይ ዝሓስብ ስፖርተኛ ዘድልየኒ ተፃወቲ ኩዕሾ እግሪ ኣብ ሜዳ ዝገብርዎ ነፀብራቓት ርኢኹሞ ብኣዳማይ ናይ ቱርኪ ምልክት ከምዚኣ ገይሩ ምልክት ናይታ ውድብ ናቱ እያ ነታ ውድብ ዝሕግዛ ናታ ምልክት ገይሩ ካብ ኩዕሾ ዓለም ተሰጒጉ ፔፕ ባይቢያ ኢሎሞ ኣቡትሪካ እንተልካኒ ሕጎስ ኣነ ሕጂ ኣቡትሪካ ዝተፃወታ ናይ ግብፂ ጎል ክእቱ ከሎ የውጣታ ከምችው ላኢላ ላላ መሓመድ ረሱላ ዕዘቱ ልልቃዛ ፅሑፍ ኣለዋ ፍለስጢን ፅሑፍ ኣለዋ ከምዚ ኢሉ የውፅኣ ንዓለም ኩላ የብፅሕ ኣሉ ሕጂ ኣብ ናይ ኣፍሪቃ ክፃወት ከሎ ዓለም ኩላ ትከታተሎ ዘላ ብቀጥታ ምስ ፍለስጢን ከም ዘሎ ነታ ሃገሩ ወኪሉ ከዓ ግብፂ ምስ ፍለስጢን ከም ዘላ እዩ ዝሕብር ዘሎ እዚ ራሳ ሕዚ በጃካ ጫማ ገይርኩም ባንዴራ ሂብኩሞ ባንዴራ ትርገፅ ባንዴራ ጫማ ገይርኩም ሂብኩሞ ደቂ ሸርሙጣ ዳሕራይ መጺኹም ንዓና ባንዴራ ጸዲፍካልና ትብሉና። ባንዴራኹም ኣኽላባት ይኽደን ኣሎ። ባንዴራ እሲያስ ከሱም ሃይለ መለስ ኮይና ኣላ። ባንዴራኹም ኣብ ጫማ ሰሪሕኩም ንቢንያም ሂብኩሞ። ትርገጽ ባንዴራ ከም ዘላትኩም ነጊርኩምና። ረሳሕ ባንዴራ ከም ዘላትኩም ነጊርኩምና። እምበር ንቢንያም ከሚቻ ትህቦ ሕራይ ጫማ ገይርኩም ሂብኩሞ። ትርገጽ እንታይ ማለት እዩ ትርጉሙ እኮ ኣለዎ። ሽዑ ንሓደ ሓውና ባንዴራ ቃጺልካ ኢልኩም ሂወቱ ኣብ ላይፍ ወሲድዋ ብናትኩም ስትረስ ዝኣክል ደቂ ሸርሙጣ ብናትኩም ስትረስ ኣብ ቅድሚ ዓይንና እናረኣናዩ ተሓኒቁ መይቱ ኣቃጺሉ ኢልኩም እዚ ከኣ ይረግጻ እዩ ዘሎ ዓለም ክሪኣ ከሎ ኣብ እግሩ ባንዴራ እንታይ ትርጉም ሂባ ኩሉ ሰብ ክፈልጥ ኣለዎ ሲልኩም ኣብዚ ሕጂ ቢንያም ቢንያም ወላ ጎረቤቱ ኣብ ባሕሪ ዝሞተ ኣለዎ ዳይ ብንያም ንዓና እንታይ ገባሪና ኮይኑ ብንያም መጀመርታ ጸወታ ፍለጥዎ ንኤረትራ ወኪሉ እንተዝኸውን ካልእ ነገር እዩ ኦኬ ምበልና እዚ ግን ንደቂ ጋንትኡን ነታ ጋንትኡን ወኪሉ እዩ ዝጻወት ዘሎ ብዓብኡ ከዓ ንገንዘቡ ማኒ ማኒ

እታ ጋንታ ኣባል ሽዱሽተ ሚእትን ሳድሽተ- ሽዱሽተ ሽዱሽተ ማለት እዩ እ? ብፍጹም ተኣምር ነቲ ሳይን እንተዘይገይሩ ከማን ክስጎግ ምዃኑ ፍለጡ ማለት እዩ ነቲ ሳይን ንሱ እንተዘይገይሩ ካብታ ጋንታ ከም ዝስጎግ ፍለጡ ስለዚ መጀመርያ ክኣቱ ከሎ እቲ ባላታ ምስ ሰዓረ ኢዱ ውፅዮ ከምዚ ገይሩ ማለት እዩ ኣይ ናይ ኤርትራዊ ከምዚ ገይሩ ከመስግን ርኢኹም ትፈልጡ እ? ክኣቱ ከሎ ልክዕ ምስ ኣተወ ከምዚ ገይርዋ ኣሎ ኢሉ ማለት እዩ ዳትስ ዋይ ናይቲ ካምፓኒ ኣመራርሓ ከምኡ ስለዚ እዚ ኮ ከምዚ ዝብል ኮ ኣባል ሽዱሽተ ቤት ሳን ሽዱሽተ እምበር ኣባል ክርስትና ኣይኮነን ኣብ ዓድና እንተ ተዓዊትካ ከማን ከምዚ ዝበሃል እ ወይ ከዓ ስእልካ ትዘልል ከምዚ ኢልካ ከምዚ ዝበሃል ግን ኣበይ ርኢኻ ትፈልጥ ማለት እዩ ስለዚ እቲ ናትና ህዝቢ ዘይከውን ኣጀንዳ ዘይከውን ኣርእስቲ ኣይትምሃርዎ በቲ ዝገበሮ ቢንያም ክርስትያን ኣይኮነን ዝበሃል በቲ ዝገበሮ ምልክት ከምዚ ኢሉ በስመ ኣም ኢሉ ምባል ንሱ ደኣ እሞ ኩሉ ካቶሊኩ ፕሮቴስታንቱ በስመ ኣም ብምባል እንታይ ደኣ ፍልልይ ኣሎ እንታይ ደኣ ዘባእሳ ኣለና ማለት እዩ ስለዚ ቢንያም እቲ ዝፃወተሉ ዘሎ ክለብ ናይ 666 እዩ እቲ ዝገብሮ ዝነበረ ድማ ናይ 666 ምልክት እዩ እንኳን ዶ ንኤርትራ ከምኡ ኢሉ ኣሐቢንዋ ክትብሉ ይትረፍሲ በቲ ዝገበሮ ንኤርትራ ኣሕሲርዋ ንሃይማኖት ድማ ኣንቂፍዎ እዩ እምበር ካልእ ኣይኮነን።
ኣንቲ ሓደ ነገር እየ ክዛረብ መፅየ ዘለኹ ንሱ ከዓ ብዛዕባ ቢንያም ግርማይ ሎሚ ቢኒ ወዲቑ ኣጋጣሚ ኩሉ ግዜ ዓወት የለን ግን ኩሉ ግዜ ከኣ ክንዕወት ኢልና ኢና ንብገስ ዝኸበርኩም ኣሕዋተይ ሕጂ ኣብ ነብሲ ወከፍ እንገብሮ ጉዕዞ ካብቲ ናይ ቅድሚ ሕጂ ንላዕሊ ሞራልና ካይስበር ተስፋና ካይቅህም መሊስና ኣለና ኢልና ክንጉህር ጥራይ እዩ ዘለና መሊስና እሳት ኮይንና ከነንበልብል ኩሉ ግዜ ምክንያቱ ናይ ብሓቂ እዚ ዓወት እዚ ቀሊል ዓወት ኣይኮነን ዝነኣሰ ዝዓበየ ኣብ ጎደና ኣስመራ እመኑኒ ብጀካ መዓልቲ ናጽነት ኣነ ከምዚ ዓይነት ሓጎስ ውን ርእየ ኣይፈልጥን ናይ ብሓቂ ኣዝዩዩ ደስ ኢሉኒ ማለት ገለ ገለ ዓወታት ትርኢ ዲካ ግን እዚኣ ፍልይቲ እያ ሰብ ከካብ ልቡ ምክንያቱ ቀሊል ኣይኮነን እዚ ገርዎ ዘሎ ነገር ቢንያም ምክንያቱ ቢኒ ጾር ናይ ህዝቢ ኣብ እግንድዑ ገሩ ስምናን ስም ሃገርናን ኣጸዊዑ ከምኡውን ብሕጂ ተዋዳደርቲ ብዓቢ ገፊሕ ዕብላለ ንካብ ኤርትራ ንክሳተፉ ፈጢርውልዎ ደሎ ባይታ እኩል ትሩፍ እዩ ንዓና ምክንያቱ ኣዚ ባይታ እዚ ኣበይ ይርከብ ሸውዓተ ሸሞንተ ኮይኖም ክዋዳደሩ ምናልባት ከምቲ ትምኒት ኩልና ካብ ቀዳማይ ስጋብ ሳልሳይ ኣብ ጎንካ ውን ሓውካ ክህልወካ ኣብ ጉዕዞ ናይ ስደትና ርኢናዮ ኢና ክሳብ ክንደይ ኣገዳሲ ምዃኑ ስለዚ ቢኒ ሓወይ ኣብ ጎንኻ ኮይንና ክንጎይ ዋላ እንተዘይከኣልና በቲ ዓቕምና ከነበርክት ከምዛ ንዛረባ ዘለና እውን ኣነ ኢደይ ኣልዒለ መፅየ ኣለኹ ቢኒ ሓወይ እቲ ድህብ ዝኸልእ ልኡል ሰማያዊ ኣምላኽ እግዚኣብሄር ምሳኻ ይኹን ምክንያቱ ብዘይ ፍቓዱ ዝኸውን ነገር ስለ ዘየለ ክትኣቱ ክትወፍር ብሰላም ብሰላም ኣጀሚሩ ብሰላም የወድእካ ኩሉ ነገር ርኢናዮ ኢና ማለት ደረፍቲ ብደርፎም እቲ ዝነኣሰ ቆልዓ ብክገልጾ ዘይክእል ኣብ ቃላቱ ኣብ ዓይኑ ገጹ ኣብ ብርሃን ኣብ ኩሉ ዘሎ ፍሽኽትኡ ገሊጽዎ እዩ ናትካ ዓወት ኣነ ከማን ክገልጾ ይጽግመኒ ኣሎ ቢኒ ሓወይ ስለዚ ኣብ መላእ ዓለም ዘለኹም ኣሕዋተይን ኣሓተይን እንቋዕ ሓጎሰና እናበልኩ ምክንያቱ እዚ ብሓበን ኣፍሪቃ ኢልና እውን ጥራይ ክንገልጾ ዝውዳእ ኣይኮነን ምክንያት ዓቢ ነገር ስለ ዝኾነ ዓቢ ለውጢ ስለ ዝኾነ የለን እንዳበሉኻ ክትህሉ ክሳብ ክንደይ ክሳብ ክንደይ ዓወት ስለ ዝኾነ ስለዚ ነዚ ናይ ቢንያም ሞራል ካብ ዝደለናዮ ንላዕሊ ክንቅጽሎ እንተኽኢልና ከኣ እዘን ተሪፈን ዘለዋ ብሰላም ክውደእን ዓቕምና ዋላ ሰዓት ድያ ዋላ ክልተ ሰዓት ድያ ብጾምን ጸሎትን ክብገስን ክውድእን እንተደኣ ኣሰኒናዮ እሞኑኒ ስም እግዚኣብሔር ዘልዓለ ሓፊሩ ይፈልጥን እዩ ከምታ ንሱ መስቀሉ ተሳሊሙ ሰማይ ዘዕረገ ኩሉ ጸሎት ከኣ ክዓርገሉ ሃየ ንደግፎ ንቢኒ ምክንያቱ እቲ ናይ ሰብ ይገብር ኣሎ እቲ ናይ ኣምላክ ጽላሉ ከንብረሉ ብሰላም ወፊሩ ብሰላም ንክውደኣልና ጥራይ ምክንያቱ እዛ ሕጂ ተረኪባ ዘላ መበገሲት እምበር መዛዘሚት ስለ ዘይኮነት ስለዚ ሃየ ለበዋ ውን ዘድልየኩም ኣይኮነን ስምዒተይ እየ ድዛረብ ደለኩ ከም ካብ ካብ ካልእ ሰብ ወርጺጸ ኣይኮንኩን እሞኒ እቲ ስምዒተይ ክገልጽ ከኣ ሰባት ሰሚዕኩም ተሰማዒት ክትኮነለይ እንዳ ተመነኹ ኣጆኻ ቢኒ ወትሩ ኣብ ጎንኻ ኣለና ሕቡናት ኢና ክብሪ ንዓኹም እዞም ኣሕዋተይ thank you so much ሃየ ንቐጽሎ ንቐጻጽሎ ኩሉ ኩሉ ካብቲ ፍቓድ እግዚኣብሔር ዝወጽእ የለን እሞ ቢኒ ሓወይ ልዑል እግዚኣብሔር ሰማያዊ ኣምላኽ ጽላሉ የንብረልካ ከም እምነትካ ይግበረልካ ዝረገጽካዮ ለምለም ተዛረብካዮ ቀለም ምብላ ነይረን ንወለድና ክምርቃ እሞ ዋላ ክንድኡ እንተ ዘይከኣልክዎስ ሰናይ ይግበረልካ ቢኒ ሓወይ ኩልና ከኣ ሞራልና ኣጆኹም ኣይንስፈፍ ኣለና ግድን እዩ ክትወድቅ ግድን እዩ ክትስእ ምኽንያቱ ድሕሪ ዝኾነ ዝኸፍኣ ኩነታት ምዝላቅ ድሕሪ ምዝላቅ ከኣ ዓወት ከም ዘሎ ናይ ሎሚ ተሞክሮና ኣይኮነን እንቋዕ ጥራይ ብሰላም ኣብ ታሕንጻጽ በጽሓልና love you guys። ኣሚኻ ኩቡር ሓው ቢንያም ግርማይ። ንሽምካን ሽም ሃገርካ ንኸተጸውዕ ትገብሮ ዘለኻ ጻዕሪ ብዘይ ቦን ጽዒርካን ዘምጻኻዮ ዓወት ኣመና ዝተሓጎስና ኣብ ሃገረ ስራይ ዝርከብ ኣሕዋትና ኣሕዋትካ ብሽመይን ብሽም ኣብ ሃገረ ስራይ ዝቕመጡ ኩሎም ኣሕዋት ነዚ ሽምዓ እዚ ክውልዐልካ መጽ ኣለኹ ትገብሮ ዘለኻ ጻዕሪ ኩሉ እግዚኣብሔር ኣምላኽ ይኽፈልካ ንሕናን ንብሎ ነገር የለን ከም የሕዋትካ ከም ኣብ ሃገረ ስራይ ዝቕመጡ ከኣ እቲ ሓንቲ ክንገብራ ንኽእል ነገር ኣብዚ ቅዱስ ቦታ መጺና ጀሚርካዮ ዘለኻ ጉዕዞ ብሰላም ንኽትውድእ ወዲእኻ ከዓ ነዘብፀኻዮ ዓወት ምስ ቤተሰብካ ኸድካ ንኽትፅምብል ካብ ዝብል ጸሎትና ክነብጽሕ መጺና ኣለና። የቐንየልና፣ ክብረት ይሃበልና። ብሰላም ከዓ ናብቶም ትፈቶም ቤተሰብካ ሃገርካን ከዓ ብሰላም ምለስካ። መጀመርታን ነብስኻ ብድሕሪኡ ንቤተሰብካ ብድሕሪኡ ኸኣ ንሃገርካ ብድሕሪኡ ኸኣ ንኣህጉርካን ዝሃብካያ ብርሃን ብርሃን ኮነልካ ካብ ዝብል ካብ ሃ ካብ ገዛ ተበጊሰ ኣብዚ ቅዱስ ቦታ ጎልጎታ መጺ ኸኣ ንኹልኹም ንሃገርኩምን ንህዝብኹምን ወኪልኩም ኣብ ዝተፈላለዩ ዓውድታት ትጽዕሩ ዘለኹም ኣሕዋትና ብርሃን መታን ክኾነልኩም እዚ ሽምዓ እዚ ውላዓልኩም ኣለኹም ተስፋ ገብር ከኣ እዚ በረኸ እዚ ኣብ ዘለኹም ቦታ በጽሓኩም እዩ ዝብል እምነት ኣለኒ የቐንየልና ክብረት ይሃበልና መቸስ እቲ ኣንኮ ክንገብራ ንኽእል ነገር ኣብ ስደት ዘለና ኣሕዋት ብዘተኻእልና መጠን ነቶም ንሃገሮምን ንህዝቦምን ወኪሎም ኣብ ዝተፈላለዩ ዓውዲ ዝጽዕሩ ዘለዉ ሞሳ ነምሃ እሞ ኣነ ከኣ ከም ኣብ ማሕበራዊ ሚድያ ዝነጥፍ ዘሎ ሓደ ተራ ኤርትራዊ ሓውኹም እታ ክገብራ ዝኸል ነገር ኣብዛ ሰዓት እዚኣ ኣብዛ ቅዱስ ቦታ ስለ ዝቕመጥ ነዚ በረኸት እዚ ንኸትካፈሎ ካብ ዝብል ሽምዓ ውላዓልኩም ኣለኹ የቐንየለይ ክብረት ይሃበለይ ነቲ ዘምጻኹሞ ኩሉ ዓወት ከኣ ምስ ህዝብኹም ምስ ቤተሰብኩም ኬድኩም ትጽብልዎ ይግበርኩም ክብረት ይሃበለይ ክቡራት ኣሕዋት